ኣሌክስ ይቅርታ ሓቲቱ ኩሉ ጥፍኣት ናተይ እዩ።
ኦፋራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኪድ ሰዓት ይሃብካ ማዕተብ ንክሳድና ጣይታ ንኻብድና ሃይማኖትና ለጅ ለውጠልና ወይለ ኦፊርኩም እተው በሊዕኩም ጽገቡ ተኸዲንኩም ሙቕ ጎይኹም ኪዱ ክንዲ ናይገይ ዕድመ ይሃብኩም ጣልያን ተወሊደ ሰማንያ ገይሩ ጉልበትኩም ምሳኻትኩም ይቐኒ መኒናዮ ጉልበት ነዋ ጉልበትኩም ሙነይዎ ጉልበትኩም ሙነይዎ ጉልበትኩም ሙነይዎ ሰላምታ ኣይረሳዕኹን ክቡራት ቤተሰበይ ከመይ ኣለኹም ድሓን ዲኹም በቢ ዘለኹምዎ ሰላም ቅሳነት ትራህዋ እናተመነኹ ንዚ ገዛ ሓደሽቲ ዝኾንኩም ከምቲ ልሙድ ላይክ ሸር ሳብስክራይብ ብምግባር ምትዋዕኹም ኣይፈለየኒ ክብለኩም ይፈቲ እምበኣርከስ ናይ ሎምዓንቲ ኣድያና ወይ ከዓ ትሕዝቶና ከምቲ ኣብ መእተዊ ዝሰማዕኹምዎ ኮይኑ ኣቐድም ኣቢለ ግን ብዛዕባ ኣብ ትግራይ ዝግበር ዘሎ ኩነታት ብጣዕሚ ዘሕዝንን ዘስካሕክሕን መንእሰይ ትግራይ ዓዱ ዝፀልኣሉ ጊዘ በፅሕና ኣለና ስለዚ በጃኩም ኩለና ድምፅና ነስምዕ ብዝተካኣለና መጠን ምስክነይቲ ኣዶ ትግራይ ብዙሕ ሽግራትን መንከራታትን ተፃዊራ ንባዕላ ብናይ ጥምየት ሓለንጊ ላተገረፈት ውልደይ ኣባፂሐ ወደይ ጓለይ ኣዕውዮምለይ ከዕርፉኒ እዮም እናበለት ንሳቶም ግን ንስልጣኖምን ልወንበሮን ክብሉ መናእሰይ ኣደዳ ሞት ይገብርዎም ኣለዉ መሕዘኒ እዩ ብሓቂ ፍቃድኡ ሽንጥሮታትን ገወታታትን ፍቃድኡ ልብያን ፍቃድኡ ስዑድን ሕዱድን ፍርቂ ህዝብና ይሞት ኣሎ በጃኩም ብዝተካኣለኩም መጠን ሕዝውን ድምፂ ነስምዕ በቃ ግፋ ጠጠው ይበል ኣንሕና ኩናት ኣየድልየናን ሰላም ኢና ንደሊ። እና ዓደይ ትግራይ ክትድፈር የብላን ንዝበለ ሰብ እውን ኣካውንቱ ምዕፃይ እንታይ ኣምፀኦ? ሰላማት ኣሕዋተይ ሎማዓንቲ ብጣዓሚ ዘሕዝን ታዓብየ ኣካውንተይ ኣዕፅዮምቦ ለደ ትግራይ ድምፂ ክንዲ ዝኮንኩ ልወጣት ትግራይ ድምፂ ክንዲ ዝኮንኩ ባንዳ ትብሉ ንነበርኩም ሰባት ማለት እዩ ደናቁር ኢኩም ኣብዚ ሕዚ ሳዓት ባዓልካ ልባዓልካ ምፍልላይ ኣውራጃ ዓሌት ፈሊካ ምፅላእ ናኣኩም ዝጠቅም ተኮይኑ ክንርየይ ንሓንሳብ ኮይና እንትርፊ ርእስኩም ክትደፍኡ ፅባሕ ንግሆ ከሕፍረኩም እዩ እንድ ተጓይኻ ልህዝብኻ ድምፂ ምዃን እንድ ልወደቐ ምልዓል ኣደ ትግራይ በገዛ ወዳ ልወለደቶ ናተገደደ ኣይፈቅድን እየ ኣነ ሕዚ እንታይ ገይራ እያ ትግደድ ዋ ኣሕዋትና ክዋግኡ ከለዉ እኮ ቅድሚ ሽዱሽተ ዓመት ጦርነት ክነበረሉ ግዜ እኮ ኣነ ክኸድ ኣነ ክኸድ ኣነ ኢለ ኸድና ተባሉ ብድሌት ይኸወል ነይሩ እምበር ብምዕፋን ብምዕማፅ ሲ መን እዩ መን ልወለዱ መን መሊዱ ለዕበየሎም ድሓር ጋር ፅራሕ ንጎ ተጋሪና ድዮም ክብሉ ሰዚ ኣነ ይፈቅድን እየ ግፋስ ኣይፈቅዶን እየ ሕጂ ዋላ ዕፅዩን እምበር ኣይፈቅዶን እየ ኣነ ዕፅኹም በልኹም ትካሊ ኣካውንቲ እዩ ብጣዕሚ ተሕፍሩ ኣደ ትግራይ እዚ ኣይግበኣን ንዓ ስለ ዝበለት ጓል ኣሉላ ሓፍትና ኣካውንታ ተዓፅዩ ንምንታይ ክቡራት ቤተሰብ ክንዲ ድምፂ ልኾነት ክንዲ ህዝባ ዝሓገዘት ግደፉባ ኣብ ፅቡቅ ነገርሲ ንሕበር ካብኡ እውን ህዝቢ ትግራይ ኣብዚ ሕዚ ሰዓት ድምፂ ክንኮነሉ ንክእል ሰዓት እዩ በጃኩም ሕዝለ ብዝተካኣለና መጠን ኩላትና ድምፅና ነስምዕ ዋእ ልሞቶ የውሓድናን። ምስዳትና ጸሊእናዮ ኣሕዋተይ በጃኹም ምኽንያቱ ዓድና ሰላም ክኾነልና እዩ ሎሚ ዶ ክንከድ ጽባሕ ዶ ክንከድ ናበልናስ ተመሊስካ መንእሰይ ትግራይ ዝግፈፈሉ ብሓይሊ ናብ ኩናት እተው ዝብሃለሉ ግዜ መጽዩ ዋ ኣቱም ህዝቢ ሰላም ኢና ንደሊ በጃኹም ብኽያት ኮይኑ ስራሕና በቃ ተስፋና ቆሪፅና ኣብ ስደት ዘለና ምኽንያቱ ብቲ ሓደ ወገን ኣብ ስደት ዘለውን ስራሕ የለን መብዛሕቲኡ ሰብ ኮፍ ኢሉ እዩ ዘሎ እና በጃኹም ልቢ ንግበር ዋእ ተገዲዱሲ ናብ ኩናት እተ ዝባሃል መንእሰይ ክህልወና የውልን ኣንሕናስ ሰላም ኢና ንደሊ ኩናት ኣይንደሊ ኣብዚ ሕዚ ሰዓት ኣደ ትግራይ ሰሓቓ ዝምለሰሉ ግዜ ይምፀላ ዝዕበየቶ ውሉዳስ ካብ ዓይና ክትምንጥልዋ እረ ንስኻትም ንወንበር ንስልጣን ኢልኩም እረ በጃኹም ዘለዋ ብጥሜት ትግረፎ ዘላ ይኣኽላ ኣብዚ ሕዚ ሰዓት እኮ ትግራይ ስእል እያ ኮይናቶ ዘላ ንውልድ ሰሪሖም እባ ክወልዑ ግደፍዎም ልልዓወዩ ልልቀደሙ ናብ ኩናት ኣይትበሉ በቃ ሰላም ፍጠሩ እና ክቡራት ቤተሰብ እግዚኣብሔር ኣምላክ ሰላምና ይመልሰልና ብዝተካእለኩም መጠን ሕጂ እውን ፀሎት ግበሩ ቪድዮ ምስራሕ እውን ኣይተቋርፁ ብጣዕሚ እየ ከቢድ ስምዒት እየ ዘለኹ ብሓቂ እቲ ዝነበረ ግፋ ኣብ መቀለ ብጣዕሚ እዩ ዘስካሕኽሕ መንእሰይ ትግራይ ኣደ ትግራይ ኢናለት ክትሪኣ ክንደይ ይከብድ ብጣዕሚ ወሰኽ ስደትና ኣብ ንብዓት ኮይኑ መዓልና እና ክቡራት ቤተሰብ ሎማዓንቲ ሒዘልኩም መጽየ ዘለኹ ከምቲ ኣብ መእተዊ ዝረእኹምዎ ብዛዕባ ሊልና ኣልየክስ ኮይኑ፣ ኣብ ዝሓለፈ ኣቦ ሊሊ ናብ ኣዲስ ኣበባ ከም ዝመጸ ርኢናዮ ኔርና ኢና ምኽንያቱ ወለዲ ተጨኒቖም ብቲ ዝነበረ ኩነታት ካብ ዝበኣሱ ኣስታት ወርሒ ክገብሩ ኢሎም ኣለዉ ማለት'ዩ እዚ ኩነታት'ዚ ደሞ ንኦድየንሶም ሓሊፉ ንወለዲ'ውን ኣብ ጭንቂ ከም ዘለዉ እዩ ዘርኢ ማለት እዩ። ይኹን ደኣ'ምበር ኣቦ ሊሊ ናብ ኣዲስ ኣበባ ሃንደበት መጺኡ ኣሌክስ ከም ዝሰንበደ፣ ብተጋብሩ ደሞ ከም ዝሓፈረ ርኢኹምዎ ኔርኩም ኢኹም ማለት እዩ። እቲ ሓቂ ኩሉ ወጺኡ ብወገን ሊልን ብወገን ኣሌክስን ዘሎ ነገራት ኩሉ ኣጋናዚዎም ጥፍኣት ናይ ሊሊ ከም ዘለዋ ጥፍኣት ናይ ኣሌክስ ውን ከም ዘለዎ ሊሊ ዘይትፈልጦ ስራሕ ስራሕ ክከድ እየ ኢሉ ከም ዝከደ ቃሌክስ እውን ዘይትፈልጣ ሊሊ ጓል ከም ዘምፀኣ ብዙሕ ነገር ተዘራሪቦም ነይሮም ማለት እዩ። ይኹን ደኣ እምበር ኣቦ ሊሊ ብጣዕሚ እዮም ሓዚኖም ብቲ ተግባር ናይ ኣሌክስ ማለት እዩ ክቡራት ተኸታተልተይ ምኽንያቱ ኣብ ሓዳር መጀመርያ ነገር ክትስማዕማዕ ክትተኣማመን ኣለካ ማለት እዩ ሊሊ ውን ጥርጥር ነይርዋ ካብኡ ውን ውፃእ ክትብሎ ኣይነበራን እዩ ዝብል ሓሳብ ነይርዎም ማለት እዩ ኣቦ ሊሊ ምኽንያቱ ጓል ኣነስተይቲ እስካብ ዝኾነት ሰዓት ንወዲ ተባዕታይ ውፃእ ኣይበሃልን እዩ ነገራት ተራዳዲኦም እዮም ክፈትሕዎ ነይሮም ኣብ ገዝኦም ኮይኖም ማለት እዩ። ከምኡ እውን ኣሌክስ ንቢቲ ሒዝዋ ናብ ገዛ ብምምፅኡ ብጣዕሚ እዮም ተናዲዶም ማለት እዩ። ይኹን ደኣ እምበር ክቡራት ቤተሰበይ ሎሚ ብጣዕሚ ደስ ኢሉኒ ኣሎ ጥፍኣተይ ናተይ እዩ ኢሉ ኣሌክስ ጥፍኣቱ ኣሚኑ ይቅርታ ንሊሊ ሓቲትዋ ኣሎ ማለት እዩ። እዞም ወላዲ ብጣዕሚ እየ ኣድኒቀዮም ምኽንያቱ ኣብ መንጎ ኣሌክስን ሊሊን ዘሎ ጥፍኣት ኣሚኖም እቲ ሰላሞም ክምልስዎ ስለ ዝስከኣሉ ብጣዕሚ እዩ ደስ ኢልኒ ምኽንያቱ ዓይኖም ውን ክትመጽእ ክትደክም እያ ሓደ ውን ክመጽእ ክደክም እዩ ስለዚ ኣንሕና ኣብ ውሽጥና ዘሎ ነገራት ክንፈትሖ ባዕልትና ኢና እንኽእል ኢሎም ብከምዙይ ኣይንፅበየካን ኢና ኣልየክስ ስለዚ ኣልየክስ ብጣዕሚ ጎበዝ ስራሕካ ፈጣን ኢና ንፈልጠካ ሕዚ ግን ተጋጊኻ ኢኻ ብዝበልዎ መሰረት ኣልየክስ እውን ካብ ወለደይ ኣይወፅእን ኢሉ ንሊሊ ይቅርታ ሓቲትዋ ኣሎ ንሊሊ ማለት እዩ ብጣዕሚ እዩ ደስ ኢልኒ ክቡራት ቤተሰበይ። ስለዚ ኣብዚ ሕዚ ሰዓት ሊልና ኣሌክስ ተዓሪቆም ኣለው ክቡራት ቤተሰበይ ነገራት ተራዳዲኦም ፈቲሖምዎ ኣለው እና ናይ ሎማዓንቲ ዝነበረና ፀንሒት እዚ ይመስል ነይሩ ብዝቅፅል ብካሊእ ትሕዝቶ እስካብ ንራከብ ስሰናዩ ናዓኩም እናበልኩ ንዚ ቪድዮ እተፈቲኹምዎ ከምቲ ልሙድ ላይክ ሸር ሳብስክራይብ ብምግባር ምትብባዕኹም ኣይፈለየኒ ክብለኩም።